መብዛሕትና ሰባት ዝሓሸ ህይወት ክንፈጥር ንደሊ ኢና። ካብ ዘለናዮ ናይ ኣእምሮ ሰላም፣ ናይ ስድራ ሰላም በቃ ኩሉ ነገርና ሰላም ኮይና ክንነብር ክንደሊ ኢና። መብዛሕትኦም ክኣ ከምኡ ዓይነት ሰባት ብዙሓት ሰባት ሪኢና። ኩሉ ነገር ሰላም ኩሉ ነገር ዝተሳከዐሎም ኣብ ህይወቶም ብሙሉ ነገር ሳክሰስፉል ዝኮኑ። እዚ ምሽጢር እዚ ዘይምፍላጥና ግን ኣብ ህይወትና ንድሕሪት ክንምለስ ዓወት ከይንረክብ፣ ኩሉሻዕ ህይወትና ዘይንደልዮ ህይወት ንኽንነብር ይገብረና እዩ። ኣእምሮና ብኸመይ ዓይነት መገዲ እዩ ዝሰርሕ? ኣእምሮኻ ብኸመይ ዓይነት መገዲ ከም ዝሰርሕ ክትፈልጥ ትደሊ እንተኾይንካ፣ ዓርስኻ ለዊጥካ ዝሓሸ ጽባሕ ክትፈጥር ድሌት እንተሃልይካ፣ መጀመርያ ክተስተውዕሎ ዝግበኣካ ኣእምሮ እዩ ዝበሃል ነገር እዩ። ሰላም ሰላም ክቡራት ታታየ እንቋዕ ናብ ህሊና ዩቱብ ብደሓን መጻኹም ሎማዓንቲ ከዓ ኮንሸስ እና ሳብ ኮንሸስ ማይንድ ናይ ኣእምሮና ክፋል ከመይ ገይሮም ከም ዝሰርሑ ኣእምሮና ብከመይ ዓይነት መገዲ ተጠቂምና ዝሓሸ መጻኢ ክንፈጥር ንኽእል ዝብል መሰረታዊ ነገር ሒዘልኩም መጽየ ኣለኹ እስከ መጨረሻ ተኸታተሉና ፍሉጣተይ መጀመርያ ኮንሽስ ማይንድ ማለት ንቑሕ እምቦ ማለት ንቑሕ ኮይንካ ትገብሮ ነገር እንታይ እዩ ኮንሽስ ማይንድ ማለት እንታይ ማለት እዩ ዝብል እዩ ሕጂ ኮንሽስ ማይንድ ማለት እዚ ብንቑሕ ኮይንካ ትገብሮ ነገር ወይ ከዓ

ዝገርመካ ነገር እዚ ክፋል ኣእምሮ እዚ ግን ሓሙሽተ ፐርሰንት ጥራይ ኢና ንጥቀመሉ። ሓሙሽተ ፐርሰንት ክብለካ ከለኹ ሎጂካል ወይ ከዓ ኮንሸስ ኮይና ቲንክ ክንገብር ንሕና ደቂ ሰባት ሓሙሽተ ፐርሰንት ጥራይ ኢና። መብዛሕትኡ ኮንሸስ ኮይና ዘይንገብሮ ነገር እዩ። ነቒሕና ዘይንገብሮ ነገር እዩ። ምክንያቱ ፕሮግራም ምስ ኮነ ኢና ንገብሮ እምበር ሲና ዳይሬክት ንገብሮ ኣይኮነን። ባይ ዘ ወይ ክትፈልጦ ዝግበኣኩም ወሳኒ ነገር ከዓ ኮንሸስ ማይንድ ናይ ሓሳብ ኣእምሮ እዩ። ናይ ሓሳብ ኣእምሮ እዩ እና እዚ ንምሕሳብ ኢና ንጥቀመሉ እዚ ማይንድ እዚ። ሕርሻ ስለዚ ሓሳባትካ ተሳኺርካ መጻኢ ሂወት ከም ተሳኺርካ ፈልጥካ ክትነብር ኣለካ ሓሳባት ላይክ ኩሉ ሻዕ ንሕና ንነብሮ ሂወት ኩሉ ሻዕ እቲ ንሓስቦ ሂወት ንፍንጀሊ ሂወት ግን ዘሕዝን ነገር ካልእ ካዓ መልሶ ናንጻር ትወስዱ ግን ሓደ ክነግረኩም ሓደ ክጥይቀኩም ዝደሊ ነገር ኣብ ዓለም ንምንታይ ወዲ ሰብ ዝኾነ ነገር ጀሚሩ ዘይትሳክዐሉ ንምንታይ ዝኾነ ነገር ጀሚሩ ዘቋርጾ ንምንታይ መብዛሕትኡ ሰብ ሃካይ ደብርኒ ዶ ሰልችኒ ዶ ገለ ዶ ገለ ዶ ዝብል ንምንታይ መስለኩም እስኪ ትፈልጥዎ ዶ ኮንሽስ ኮይኑ ዝኾነ ተግባር ክገብር ስለ ዝሓስብ ጥራይ እዩ። ድኻ ክትገብሮ ኢልካ ብጣዕሚ ትፅዕር ብዙሕ ገለገለ ብዙሕ ግዜ ብዙሕ ገንዘብ ብዙሕ ዓቕሚ ብዙሕ ድብር እዚ ኮይንካ ክትገብሮ ብጣዕሚ ብዙሕ ግዜ ኢኻ ትበልዕ እምበር ሰክሰስ እኮ ትገብሮ ኢኻ ኮንሽስ ኮይንካ ትገብሮ ነገር ግን ብጣዕሚ ኣለካ እናፀረኻዮ ደስ ዘይበለካ ብጣዕሚ በቃ ኣለካ ቲንኪንግ በቃ ኮንሽስ ኮይንካ ትገብሮ ነገር በቃ ነቂሕካ ትገብሮ ነገር ስራሕ መቸም ኮንሽስ ኮይና ኩሉ ክንገብሮ ንኽእል ዝኾነ ስራሕ ወይ ካልኦት ነገር ዘይኮነ ስፖርት ጅግና ኣውርስ ፑሻፕ ክሰርሕ እሞ ዓሰርተ ክሰርሕ ካብ ቆርፆ እቆርፆ ኣቆርፆ ኣቆርፆ ኣቆርፆ እዩ ዝብለካ ካብ ድብልካ ካብኡ ክልተ መዓልቲ ሰለስተ መዓልቲ ምስ ሰራሕካ ተቋርፅ መብዛሕትኡ ሰባት እዚ ዘጋጥመና እቶም ሳክሰስፉል ዝኾኑ ሰባት ወይ ከዓ ኩሉ ነገሮም ዘሳኽሩ ሰባት ከዓ እምሮም ከመይ ክኾነ መገዲ ከምሰርሕ ዝፈልጡ እዮም ኮንሽስ ኮይኖም ነገራት ከም ዘሳኽሩ ዝፈልጡ እዮም እዚ ነገር ስለ ዝፈልጡ ንሶም ንዓና ብጣዕሚ በሊፆምና ፀኒሖም እምሮም ከመይ ዓይነት መገዲ ክጥቀሙ ከም ዘለዎም ንምሕሳብ ኮንሸስ ማይንድ ክጥቀሙ ከለዎም ንተግባር ከኣ እቲ ካልኣይ ዝብለኩም መሰረታዊ ዝበሃል ነገር ከዓ ሳብ ኮንሸስ ማይንድ ወይ ከዓ ንኡስ ኣእምሮ እዩ ዝብሎ ወይ ከዓ ትሑት ኣእምሮ ከምኡ ዓይነት ዝብሎ ብትግርኛ ግን ሳብ ኮንሸስ ማይንድ ዝበሃል ክፋል ኣእምሮ ወይ ከዓ እዚ ክፋል ኣእምሮ እዚ ከዓ ቴስዓን ሓሙሽተን ፐርሰንት ክፋል እንቅስቃሴ ናይ ኣእምሮና ንጥቀመሉ ሳብኮንሽስ ማይንድ ሳብኮንሽስ ማይንድ ሂወትና ብጣዕሚ ዝግዝኦ ብጣዕሚ ብዙሕ ነገር ንክንገብር ኣብ ሂወትና ብዙሕ ነገር ንክንረክብ ኣብ ሂወትና ሳክስስ ንክንከውን ሳብኮንሽስ ማይንድና ንጥቀም ዮር ሃቢትስ ልምድና እምነትና ኢሞሽንና እና ኣውቶማቲክ ኮይና ንገብሮ ነገር ኣለካ ምስትንፋስ ምንቅስቃስ ገለ ንገብሮ ኩሉ ሻዕ እዚኦም

ሀቢት ክብላ ከሆነ በቃ ልምዲ ዝለመድካይ ነገር ደወላ ለሚድካ ኣለካ ንሻ ምድቃስ ለሚድና ኢና ምብላዕ ለሚድና ኢና ምዝራዕ ለሚድና ኢና ከመይ ክንዛረብ ዘለና ገለ ናይ ንሓስብ እንትንዛረብ ዘረባ ኣራት ክንመርፅ እንታይ ክንመርፅ ንኽእልና ግን ከም ቆልዓ ኮይና በቃ ዝኾነ እንታይ ዓይነት ቃላት ክጥቀም ዘለኒ ንዓ ንኽብል ስታይ ክብል ዘለ ነገር እዩ እዚ ዝሕዝን ነገር ግን ሳብ ክሸስ ማይን ላይ ከም ቆልዓ እዩ በቃ እንታይ ግብር ከም ዘሎ ይፈልጥን እንታይ ዘድልየካ እንታይ ጠቕመካ እንታይ ጠቕሙ እንታይ ዘድልዮ ይፈልጥ ሒዝካ ገደልካ ኣትፍል ኣይትፈልጥን። ኮንሸስካ ተዘየስተኻኸልካ ሳብኮንሸስ ማይንድ ብፍፁም ከስተኻኽሎ ኣይኽእልን። ሓሳብካ ተዘየስተኻኸልካ ተግባርካ ከስተኻኽሎ ኣይኽእልን። ምኽንያቱ ተግባር ሳብኮንሸስ ማይንድ እዩ። መብዛሕትኡ ሰብ እኳ ኣብ ዘይደለ ህይወት ይነብር ትሪኦ ካብ ወዲቕ ኣብ ዘይመረፆ ህይወት ድሓር ዝኾነ ነገር ይገብር እሞ ምስ ኣቶ ይፈልጥ ካብዚ ነገር ዘይገብሮ ነገር ኢሉ ብጣዕሚ ተጣዒሱ ዘረ ይገድፎ መድሓር መሲ ይገብሮ ኣነ እዚ ብጣዕሚ ዘሽግረን ነይሩ ዓርሰይ ምቁፅፃር ዝሓሸ ህይወት ኣብ ባዕለይ ንምፍጣር

ሕጂ ከም እንትናኸ ንነግሮ ንሎ ከም ቆልዓ እዩ ንስኻ እቲ የድየን ኢልካ ተሓስቦ ኮሸስ ኮይንካ ተሓስቦ ነገር እቲ ማለት ንስኻ ትዛረቦ መዓልታዊ ንስኻ ትብሎ ናይ መዓልታዊ እዩ ንሱ ገለታ ስለዚ ኩሉ ሻዕ ቆልዓ ስለ ዝኾነ ካብ ኮሸስ ኮይንካ ቆልዓ ስለ ዝኾነ ዝገብሮን ዝጠቕመካን ጎደካን ስለ ዘይፈልጥ ንሱ ተግባር ምግባር ስለ ጥራይ ዝኾነ ንስኻ ሓሳብካ ክተሳኺ ዘለካ ሓሳብካ ተሳኺካ ተግባርካ ይስተኻኸል መብዛሕትኦም ሰባት ከመይ ገይሮም ክብልዎም ግን ይፈልጥ ስፖርት ክሰርሕ ተበልካ ናይ ስፖርት ጥቕሚ ኤክስፕሌን ጌርካ ፅቢቅካ ኖምራ ክትወርድ ኣለካ ሙዚቃ ፅቢቅካ ክትወርድ ኣለካ ስፖርት ክሰርሕ ኣለኒ ጨዋታ ክገጅ ከለዎ ገለገለ ማለት መምህራ ምስ ዘይኮነስ ብኸመይ ዓይነት መገዲ እየ ክሰርሕ ዘለኒ ንምንታይ ክሰርሑ ዘለኹ ገለገለ ኢልካ ፅቢቅካ ትወርዶ ተረዲእካ በሳኮንሽስ ማይንድ ነገራት ተቐለለ ቤልካ ንምስልካ ብጣዕሚ ስም ዘለካ ንርኢ ናብ ብዙሓት ሰባት ኣለ ምንም ዘይኮይነ መዓልታዊ ኮነ ኣንስፖርት ገለገለ ዝተማሃረ መዓልታዊ በቃ በይኒ ዝኸንዳጅ በቃ መዓልታዊ ፀወታ ሰውዲ ፀወታ በቃ ስሩት ይዱ በቃ ምስራሕ ጥራሕ ንሕና ሰሙን ከይድና ንበልፎ ይደብረና ዋ ስፖርት ዋ ጂም በቃ ምና ደበረን ገለገለ ዋ ምቸት ኣስዮ ምክንያት መስለካ ኣዴና ማለት እዩ ሳኮሽ ዝመይ ከመይ ዴና ስፖርት ክሰርሓና ብጣዕሚ ትደክመን ካውዶ ኣካላትካ ዝጉዳእ ዘሎ ይመስሎም ኣቋርፆ ኣቋርፆ ይብለካ ምክንያቱ ይተረድእ እንታይ ትገብር ከም ዘለካ ተረድእና እዚ ብጣዕሚ ዋይ ስበልካ ንምራ ተርድእ ስለካ ከመይ ገለ ተርድእተካ ኢማጂኔሽን ቪዥዋላይዜሽን

ምንም በቃ ብትንትን ዝበለ ህይወት ንክነብር ካብ ህይወት ጭንቀት ንክነብር ካብ ወቅቲ መክሮትካ ከዓ ከምዚ ንዓካ ይገደገደ ስለዝመስሎ ሓሳብ ይሰምዐካ ብጣዕሚ ኦቨር ኢጎ ኣለዎ ተረዲካ ምሕሳብ ስለዝካለ ጥራሕ ህይወት ዝህውት ማለት ይመስሎ ስለዚ ከምዚ ዓይነት ነገር ክሕዘና ስለዝክእል ኮንሽስ ማይንድ ሰብ ኮንሽስ ማይንድ ብከመይ ዓይነት መገዲ እዮም ዝሰርሑ ሕጂ ኮንሽስ ማይንድ ማለት ናይ ሓሳብ እምሮ ኢልና ኢና ሳብ ኮንሽስ ማይንድ ማለት ናይ ተግባር እምሮ ኢልና ኢና ስለዚ ናበይ ከምትኸይድ ዘለካ ኮንሽስ ማይንድ ይፈልጥ እንታይ ይጠቅመካ እንታይ ዝጠቅመካ ይፈልጥ ኮንሸስ ማይንድ ግን ኣቕጣጫ እዩ ዝህብ። ስለዚ ብኸመይ ዓይነት መገዲ እዮም ዝሰርሑ እዚኦም ከ ተዛሚዶም ብኸመይ ዓይነት መገዲ እዮም ዝሰርሑ ተልካኒ ኮንሸስ እና ሳብ ኮንሸስ ማይንድ ክልቲኦም ተስማዕሚዖም እዮም ዝሰርሑ ከም ሓደ ካፕቴን ናይ መርከብ እና ከም ሞተር ኢንጂን ኮይኖም ይሰርሑ። ኮንሽስ ማይንድ ማለት ካፕቴን ተልናዮ ሕጂ እዚ ካፕቴን ቲንኪንግ እዩ ዝገብር ማለት ዝኾነ ነገራት እዩ ዝውስን በዚ ኸይድ እዚ ገለ ኣቕጣጫ ሳብኮንሸስ ማይንድ ግን ወይ ከዓ እዚ ሞተር ኢንጂን ግን በቃ ስርሑ ጥራሕ ይሰርሕ ከመይ ከም ዝሰርሕ ዘሎ ይፈልጦን እንታይ ገብር ከም ዘሎ ይፈልጦን እንታይ ይሰርሕ ከም ዘሎ ይፈልጥ ኣሎ ዝሃቦ እቲ ካብቲ ዝሃቦም ጥራይ ምሰርሑ ናበይ ከዶ ከም ዘሎ ይፈልጡ ስለዚ እዚ ኩለኩም ከለኹ ኩሉ ግዜ ናይ ተግባር እምሮ ሳብኮንሸስ እቲ ኢንጂን ናብ ዘይኮነ ቦታ ጉረ ከይዱ ክጋጭ ይኽእል እዩ መራሒ መን እየ እቲ ካብዘ ስለዚ ኮንሽስ ማይንድ ሜቢ ንሕና ርሻዕ ሴክስ ብዛዕ ንሓስብ ሲና ዘይጠቕመና ነገራት ንሓስብ ዘይጠቅም ሰባት ንኾኑ ብዛዕ ውድቀትና ብዛዕ ንስኻ ዘይትረብሕ ምዃን ክኾን ሻዕ ተደጋጋሚ ትሓስብ ዳኣ ዲኻ ዘይትረብሕ ምዃንና ውድቀት ምጉንፃሕ እዩ ዝሕግዘካ ሰብ ኮንሽስ ማይንድ ሂወት ንስና ነበር ይገረካ ስለዚ ሓሳባትካ ክተሳርፍ ዘይኽእልካ ህይወት ከንሳብር ኣይፈልን ሓሳባት ኢና ነሳብር ዘለና ብኸመይ ዓይነት መገዲ ኢና ሓሳባት ኣሳቢርና ዝሓሸ ህይወት መጻኢ ክንፈጥር ንኸእል እዚኣ እታ ወሳኒት ወሳኒት ወሳኒ ትባል ንህይወት ነገር በዝኾነ ሻዕ ኣነ ይረብሐኒ እየ ኣነ ዝወደቅኩ ሰብ እየ ኣነ ደካማ እየ ኣነ ከምዚ ክገብር ኣይኽእልን ኣነ እኮ ዘኽታም እየ ዶ ኣነ ዶ ገለ ድየ ናባካ ንባዕልኻ ትወትወሉ ብጣዕሚ ዘቕተኛ ኮይኑ ሸኮሸት ማይ እውን ምስ ሓንቲ ዓንቀው ኮይና ክትኸውን ይኽእል። ነዚ እየ ኣእምሮና ክጠቕመናን ከይጠቕመናን ይፈልጥ ዝሳብ ኮሸስ ማይ ምስ ዝበልዕ ኩሉ ሻዕ ኣነ ጅግና እየ፣ ኣነ ዝሓሽኩ እየ፣ ኣነ ይመሃር እየ ዘለኹ፣ ኣነ እኮ እዚ ክገብር እየ ገለ እናበልካ ግን ውሽጥኻ ኣጸቢቕካ ኩሉ ሻዕ ተደጋጋሚ ክትገብሮ ተኾይንካ ናቲ ነገር ንስምጉራታዕ ትሰርሕ እንተሃልኻ ኣብ ህይወትካ ብጣዕሚ ሳክሰስፉል ክትኮን እየ ዝፈልጥ ዘለኹ።

እና ሜዲቴት ምግባር ሓሳብ ብትንትንትን ከይብልካ ምንትን ሜዲቴት ትገብር ተኾንካ ሂወትካ ይስተኻኸል እዚ ምዃኑ ብዙሓት ሰባት ፈልጠም በቃ ማንም ሰብ ሳክሰስፉል ክኸውን እንተኾይኑ ኣእምሮ ብኸመይ ዓይነት መገዲ ከም ዝሰርሕ ተዘይፈሊጡ ብፍጹም ሳክሰስ ክኸውን ይኽእል ዋላ እኳ ሳክሰስ ስለዝኸውን ሳክሰስነቱ ግን ክቐፅል ይኽእል ታዋቂ ክኸውን ይኽእል እዩ ተፈላጢ ክኸውን ይኽእል እዩ ግን ኣእምሮ ብኸመይ ዓይነት መገዲ ከም ዝሰርሕ ስለዘይፈልጦ ድሓር ንድሕሪት ዝምለስ ሃብታም ክኸውን ይኽእል እዩ ድሓር ንድሕሪት ዝምለስ ዝኾነ ነገር ብቐልጡ ብደይ ተኽረኾ ኣይክእልን ደሓር ግን ኣብ ህይወት ዕውት ክኾነ እዮም ንምንታይ ኣእምሮ ብከመይ ዓይነት መገዲ ከም ዝሰርሕ ኣይፈልጦን ስለዚ እዚ ነገር ተኺድ ናብ ህይወትና ዝሓሸ ምሳኻ ንፈጥር ርግፀኛ እየ ንቐፃሊ ክንጋነ ትደልዩ ተኾንኩም ሳብስክራይብ ምግባር ካብ ይኹን መዘናግዕን መምሀርን ዝብሎ ሓሳባት ሒዘልኩም ክመፅእ እየ ሳብስክራይብ ግበሩ ናብ ቻናልና ተቐላቐሉ ፕሊዝ ፕሊዝ ጋይስ